ኣብ ዕስራን ሓደን ግንቦት ቀዳማይ ኣኼብኡ ኣቃኒዑ። እቲ ኣብ ኣዳራሽ ሃገራዊ ቤተ መዘክር ዝተኻየደ ፈላሚ ኣኼባ ሃገራዊ ባይቶ ቀዳማይ ዕማሙ ፕረዚደንት ምምራጽ'ዩ ነይሩ። ኣብቲ ኣጋጣሚ ኣቶ ኢሳያስ ኣፈወርቂ ኣብ ዝገበሮ መኽፈቲ መደረ ከምዚ ኢሉ።
ኣብ ድሮ ወግዓዊ ምእዋጅ ልዑላውነትን ናጽነትን ኤርትራ ከምዚ ኢልና ምእካብና ዝስምዓኒ ሓጎስ ክገልጸልኩም እፈቱ። ህዝቢ ኤርትራ መሰል ርእሰ ውሳኔኡ ንምርግጋጽ ንፍርቂ ዘመን፣ ኣውራ ከኣ ሰላሳ መረርቲ ዓመታት ብረታዊ ቃልሲ ሓሊፉ ሓርነቱ ድሕሪ ምርግጋጹ፣ ንጉዳዩ ሕጋዊ መዛዘሚ ንምግባር ንረፈረንደም ንክልተ ዓመታት ኣሰጋጊሩ ግዝያዊ መንግስት ብግዝያዊ መንግስቲ ኪመሓደር ጸኒሑ እዩ። ረፈረንዱም ብናጻን ርትዓውን መገዲ፣ ብዝነኣድ ምዝዛሙ ከኣ ንኤርትራ ናጻን ልዑላዊትን ሃገር ገይሩዋ ኣሎ። መጻኢ ዕድል ሃገርና ዘተኣማምን እንትክኸውን ሕጊ ከምዝነግስ ምግባር፣ ቅዋማዊ መንግስቲ ምምስራት፣ ንደሞክራስን ደሞክራስያዊ ትካላትን ውሕስነት ስለዝኾነ ልዕሊ ዝኾነ ካልእ ጉዳይ እንሰርሓሉ ሕቶ እዩ። ኣብ ሓዳስን ናጻን ሃገር ቅዋማዊ መንግስቲ ምምስራትን ብእኡ ድማ ደሞክራሲ ምርግጋጽ ብዓቢ ዝላ ክፍጸም ስለ ዘይከኣል፣ ኣብ ኣዋጅ ቁጽሪ ሰላሳን ሸውዓተን ግዝያዊ መንግስቲ ኤርትራ ከም ዝተረጋገጸ መሰጋገሪ እዋን ክህሉ ተወሲኑ ኣሎ። ብመሰረት'ቲ ኣዋጅ ነቲ ኣብ ውሽጢ ኣርባዕተ ዓመታት ክዕመም ዘለዎ መስርሕ ዝህሉ መንግስታዊ ስርዓት፣ ብዝተኻእለ መጠን ኣሳታፊ ክኸውንን ካብ ሓጋግን ፈጻምን ኣካላት ክቕውምን ኣገዳሲ ስለዝኾነ ከኣ እነሆ ሎሚ ሃገራዊ ባይቶ ኤርትራ ንመጀመርያ ግዜ ይእከብ ኣሎ። ከም ዋና ጸሓፊ ግዝያዊ መንግስቲ ኤርትራ ከኣ ነቲ ዝመጽእ ናይ መሰጋገሪ እዋን ዝለዓለ ናይ ምሕጋግ ሓላፍነት ዝስከም ባይቶ ስልጣን ከሰጋግር ፍትሕ ትብለይ። ድሕሪ መደረ ኣቶ ኢሳያስ ኣፍወርቂ፣ ሃገራዊ ባይቶ ብኣቦ መንበርነት ኣቶልኣሚን መሓመድ ስዒድን ኣቶ ሃይለ ወልደትንሳኤ ናብ መስርሕ ምርጫ ኣትዩ። ብስቱር ድምጺ ኣብ ዝተኻየደ ምርጫ ድማ ካብ ሚእትን ኣርባዕተን ብቑዓት ድምጽታት ትስዓን ትሽዓተን ብምርካብ ኣቶ ኢሳያስ ኣፍወርቂ ፕረዚደንት መንግስቲ ኤርትራ ክኸውን ተመሪጹ።